ሰላም ጥዕና ሃበለይ ዝኸበርኩም ተኸታተልቲ ቴሌቪዥን ድምፂ ወያነ ትግራይ ዕለታዊ ዜና እንሆ። መንግስቲ ትግራይ ብመትከል ደረጃ ተኹሲ ጠጠው ንምባል ቅሩብ ከም ዝኾነ ብምግላፅ ሸውዓተ ነጥብታት ዝሓዘ ቅድመ ኩነት ዘቐመጠ መግለፂ ቅዋም ኣውፂኡ ኣሎ። መንግስቲ ትግራይ ኣብ መግለፂኡ ባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቅን ሓይልታት ትምክሕቲ ክልል ኣምሓራን ካብ ግዝኣት ትግራይ ጠቕሊሎም ንኽወፁን ቅድሚ ምጅማር እቲ ኹናት ናብ ዝነበርሉ ቦታ ንክምለሱን ከምኡውን ወተሃደራትን ኣባላት ስለያን ውልቀ መላኺ ኢሳያስ ኣፍወርቂ ካብ ኢትዮጵያ ብዘይወዓል ሕደር ንክወፁ ኣተሓሳሲቡ ኣሎ። ምሉእ መግለፂ ቅዋም መንግስቲ ትግራይ ቀፂሉ ክቐርብ እዩ።

ፋሽስታዊ መንግስቲ ኣብዪ ኣሕመድ ናይ ወፃእ ወረርቲ ሓይልታት ዓዲሙ ህዝቢ ከም ህዝቢ ከጥፍአና ኩሉ ዓይነት ግፍዕን በደልን ምፍጻሙ ስለ ዝቐጸለ ብደምናን ኣዕጽምትናን ህልውናና ንምርግጋጽ ጽኑዕ መርገጽ ሒዝና ንቃለስ ኣለና። ከም ዝፍለጥ ኣብዚ እዋን ኣብ ልዕሊ ጸላእትና ተደራራቢ ዓወታት እንዳመዝገብና ናይ ትግራይ ዋና ከተማ ዝኾነት መቐለን መብዛሕትኡ ናይ ትግራይ ምምሕድዳርን ኣብ ቁጽጽርና ኣትዩ ይርከብ። ይኹን እምበር ሕጂ እውን ጸላኢ ብጽፍዒት ሰራዊት ትግራይ ተደሲቑ ምስ ተደምሰሰን ዝተረፈ ድማ ምስ ሃደመን ፋሽስታዊ ጉጅለ ኣብዪ ኣሕመድ ከም ልማዱ ማሕበረሰብ ዓለም ንምድንጋር ምእንቲ ክኽእል ሓረስታይ ትግራይ ክሓርስን ዝተማለአ ሓገዝ ክረክብን ሃዋርያ ሰላም መሲሉ ናይ ተናፀል ናይ ሰላም ተኹሲ ጠጠው ምባል ከም ዝገበረ ገሊጹ ኣሎ። ብመሰረቱ ህዝብን መንግስትን ትግራይ ኣብ ዝኾነ እዋን ሰላም ናይ ህልውንኡ ጉዳይ ገይሩ ስለ ዝኣምን ኣብ ናይ ሰላም ዛዕባ ዘለዎ መርገጽን ቅዋምን ግልፂ እዩ። ስለዝኾነ ህዝብን መንግስትን ትግራይ ነዚ ገጢሙና ዘሎ ኩነታት ብሰላማዊ መንገዲ ንምፍታሕ ኩሉ ግዜ ቅሩባትን ድልዋትን እዮም። ቀደም እውን ናብ ኩናት ዘምራሕና ፋሽስታዊ ጉጅለ ኣብዪ ኣሕመድ ንኹሎም መማረፅታት ሰላም ብምዕፃው ብሓይሊ ክጎብጠና ንህዝቢ ትግራይ ካብ ምድሪ ገጽ ንምጥፋእ ናይ ሓይሊ ስጉምቲ ስለ ዝወሰደን ተገዲድና ዝኣተናዮ ኲናት እምበር ፈላማይ መማረጺና ኣይነበረን፣ ሎሚ እውን ኣይኮነን። ገበርቲ ሰናይ ትካላት ብነፃነት ሙሉእ ብሙሉእ ልእኾም ንኽፍፅሙ ኣድላዪ ስለ ዝኾነ ዝተጸገመ ህዝብና ዝተማልእ ሓገዝ ክረክብ ዘኽእል ምችው ኩነታት ንምፍጣር ሙሉእ ድጋፍን ምትሕብባርን ንምግባር ድልዋት ምዃንና ንዝምልከተኩም ኩለኹም ክንገልጸልኩም ንፈቱ። ብተወሳኺ ህዝብና ንዳግማይ ወራርን ድሕንነቱ ከይናጋዕን ውሕስና ንምሃብ መረጋገጺ ክሳብ ዝተዋሃቦ ናይ ተኹሲ ጠጠው ምባል ብመሰረት ሓሳብ እንቕበሎ ጉዳይ እዩ። ይኹን እምበር ተኹሲ ጠጠው ምባል ንምትግባር እዞም ዝስዕቡ ዘጸግሙ ጉዳያት ቀዲሞም መዕለቢ ክረኽቡ ድማ ኣለዎም ንብል ሓደ ወረርቲ ሓይልታት ኤርትራን ኣምሓራን ናብቲ ቅድሚ ኲናት ምጅማሩ ዝነበሩሉ ቦታ ብዘይውዓል ሕደር ክምለሱን ኣብ ኢትዮጵያ ዝኣተዉ ናይ ኤርትራ ኣባላት ጸጥታ ድሕነትን ምክልኻልን ብዘይውዓል ሕደር ካብ ኢትዮጵያ ክወጹ ንብሄራዊ ረብሓ ህዝቢ ትግራይ ዝምልከት ዝኾነ ይኹን ፍፃመታትን ርክባትን ወፃእን ውሽጥን መንግስቲ ትግራይ ኣፍልጦን ሙሉእ ስልጣንን ክህልዎ፣ ምስ ትግራይ ዘተኣሳስሩ ጉዳያት ኤርትራ ምስ መንግስቲ ትግራይ ብዝግበር ዝርርብ ጥራሕ እልባት ክረክብ ክልተ ኣብዚ ዘመን ክፍጸሙ ይኽእሉ እዮም ኢልካ ዘይትግምቶም ኣብ ርእሲ ህዝቢ ትግራይ ዝተኻየዱ ገበናት ምጽናት ዘርእን ኲናትን ምጥሓስ ሰብኣዊ መሰላት ህዝቢ ብጥሜት ምብራስ ዘስካሕክሕ ጾታዊ መጥቃዕትን ንብረት ምዕናውን ከም መሳርሒ ኲናት ብምጥቃም መንግስቲ ኢትዮጵያ ኣብ ልዕሊ ትግራይን ህዝባን ጉድኣት ብምብጽሑ ኤርትራ ንትግራይ ብምውራሩ ኣብ ልዕሊ ትግራይን ህዝባን ዘስካሕክሑ በደላት ብምክያዱ ኣብዪ ኣሕመድን ኢሳያስ ኣፈወርቅን ምስ መላፍንቶምን ሓይልታት ወፃእን ኣብ ርእሲ ህዝቢ ትግራይ ብዝፈጸምዎ ጉድኣት ልክዕ ክሕተቱ ዘኽእል መስርሕ ክጅመርን ውድብ ሕቡራት መንግስታት ብዘጣየሾ ዓለምለኻዊ ዘይሻራዊ ትካል ክጻረ ምስምማዕን ብኸምዚ ዝበለ ኣካል ዝተጣየሸ ገበናት ንምጽራይን ንገበነኛታት ናብ ዓለምለኸ ቤት ፍርዲ ገበን ንምቕራብን ዘድሊ ኩነታት ክመቻቸው ምስምማዕ ሰለስተ ህዝቢ ትግራይ ብኹሉ ኣንፈት ብኹሉ ዓይነት ትራንስፖርትን ብዘይገደብ ሰብኣዊ ሓገዝ ክረክብን ናብ ተጠቃሚ ክበጽሕ ምፍቃድ ካብ መሬቶም ዝተፈናቐሉ ተጋሩ ናብ መረበቶም ክምለሱ ዘድሊ ድጋፍ ምግባርን ብወረርቲ ዝተፈናቐሉ ሰባት ናብ ዝነበርዎ ቦታ ክምለሱ ዝተጨፍጨፉ ብግፍዒ ዝተቐተሉን ኣካሎም ዝጎደሉን ወገናት ካሕሳ ክረኽቡ ምምችቻውን ከምኡውን ካብ ትግራይ ዝተዘረፈ ናይ መንግስቲ፣ ውልቀ ሰባት፣ ማሕበረሰብን ንብረት ብዘይ ውዓል ሕደር ክምለሱ ምግባር፣ ብወረርቲ ዝዓነወ ንብረት ኩሎም መሰረተ ልምዓታት፣ ወሃብቲ ግልጋሎት ህዝቢ፣ ማሕበረ ኢኮኖሚያዊ ትካላት፣ ንዝበፅሖም ጉድኣትን ካልኦት በሰላታትን ብዘይ ወዓል ሕደርን ብዝተማለኤ ኩነታትን ካሕሳ ክረኽቡ መንገዲ ክመዓራረ ምግባር። ኣርባዕተ፣ ህዝቢ ትግራይ ኩሉ ዓይነት ህዝባዊ ኣገልግሎት፣ መብራህቲ፣ ቴሌኮሙኒኬሽን፣ ባንኪ፣ መንገዲ ኣየር፣ ትምህርቲ፣ ሕክምና፣ ትራንስፖርት፣ ንግዲ ወዘተርፈ ብዘይ ምቁርራጽ ብዝተማለኣ መልክዑ ክረክብ ምግባር፣ ብዘይ ሓንቲ ቅድመ ኩነት ዓለም ለኸ በረራ ኣየር ካብን ናብን መዕርፎ ነፈርቲ ትግራይ ብቐጥታ ክኸውን ምግባር። ሓሙሽተ፣ ሕገ መንግስቲ ፌዴራል ዴሞክራሲያዊ ሪፓብሊክ ኢትዮጵያ ክኽበርን መሰረት መጻኢ መደራደሪ ምዃኑ ምቕባል። ህዝቢ ትግራይ ካብ ፌደራል መንግስቲ ክረኽቦ ዝግባእ ዝነበረ በጀት 2013 ዓ ም ብህዝቢ ንዝተመረፀ መንግስቲ ትግራይ ብቐጥታ ክልቀቕ ምግባር ሓይሊ ምክልኻል፣ ፖሊስ፣ ድሕንነት፣ ካልኦት ኣካላት ጸጥታን ፍትሕን ፌደራል ናብ ትግራይ ከይኣትዉ ምግባር። ሽዱሽተ መንግስቲ ፌደራል ካብ መስከረም ዕስራን ሓሙሽተን ክልተ ሽሕን ዓሰርተ ሰለስተን ዓመተ ምህረት ጀሚሩ ሕጋውነቱ ስለ ዘብቅዐ ድሕሪኡ ብፌደራል ቤት ምኽሪ ማለት እውን ፓርላማን ፌደሬሽን ኣብያተ ቤት ፍርዲ ኣብ ዝኾነ ጸፍሒ ዝርከብ ፈጻሚ ትካልን መሓውርን ዝወፁ ኣዋጃት፣ ደንብታት፣ መምርሕታት፣ ውሳነታት፣ ትእዛዝን ፍፃመታትን ኩሎም ኣብ ልዕሊ ትግራይን ተጋሩን ሕጋዊ ዝኾነ ምምሕድዳር ውፅኢት ከይህልዎም ክስረዙን ምስ እዚ ኩነታት ተተሓሒዙ ኣብ ልዕሊ ተጋሩ ፖለቲካዊ እሱራትን ብመንነቶም ምኽንያት ካብ ዝተፈላለየ መንግስታውን ኣብያት ዕዮታትን ካብ ምክልኻል ሃገርን ዝተባረሩ ተፈልዮም ዝተኣሰሩ ተጋሩ ብዘይ ወዓል ሕደርን ብዘይ ምንም ቅድመ ኩነትን ክፍትሑ ምግባር ኩሎም ዝተባረሩ ዝግብኦም ጥቕማ ጥቕምን ካሕሳን ክማልኣሎም ምግባር። ብመንነቶም ፖለቲካዊ ኣተሓሳስብኦም ዝተኣሰሩ ኩሎም ኢትዮጵያውያን ብዘይ ቅድመ ኩነት ክፍትሑ ምግባር። ሸውዓተ ናይዚ ቅድመ ኩነት እዚ ኣፈጻጽማ ዝከታተልን ሪፖርት ዝገብርን ብውድብ ሕቡራት መንግስታት ዝምራሕ ዘይሻራዊ ዓለምለኻዊ ኣካል ክጣየሽን ክስረሐሉን ምግባርን ተኹሲ ጠጠው ንምባል ብዘተ መዕለቢ ክግበረሉ እዚ መግለጺ ወጺኡ'ሎ። ኣብ መወዳእታ፣ መብዛሕትኡ ክፋል ናይ ትግራይ ኣብ ቁጽጽር መንግስቲ ትግራይ ኣትዩ ስለ ዝርከብ፣ ህልዊ ኩነታት ብቐረባ ንምፍላጥን ንምክትታልን ማሕበረሰብ ዓለም ዲፕሎማስን ሚድያን ናብ ትግራይ ክመፁ እንዳፀዋዕና ነፃ ኮይንኩም ስራሕትኹም ክተካይዱ ዘድሊ ሙሉእ ድጋፍ ከምንገብረልኩም ነረጋግፅ። ሰነ ዕስራን ሽዱሽተን ክልተ ሽሕን ዓሰርተ ሰለስተን ዓመተ ምህረት መንግስቲ ትግራይ።

ብተመሳሳሊ መንግስቲ ትግራይ ተኹሲ ንምቁራፅ ዘውፅኦ ሸውዓተ ቅዋም ኩነት ዝሓዘ መግለፂ ብመራኸብቲ ሓፋሽ ዓለምና ሰፊሕ ሽፋን ዝተውሃቦ ዜና ኮይኑ እናተቓልሐ ይርከብ። መንግስቲ ትግራይ ከም መትከል ተኹሲ ጠጠው ንምባል ድልው ከም ዝኾነን ነዚ ንምትግባር ድማ ሸውዓተ ቅዋም ኩነት ከም ዘቐመጠን ዝገለፀ ደ ጋርዲያን መንግስቲ ትግራይ ባዕዳዊ ሰራዊት ውልቀ መላኺ ኢሳያስ ኣፎርቅን ሓይልታት ትምክሕቲ ክልል ኣምሓራን ካብ ግዝኣት ትግራይ ጠቕሊሎም ንክወፁን ኣብ ትግራይ ዝተፈፀሙ ግፍዕታት ድማ ውድብ ሕቡራት ሃገራት ብዝመርሖ ዘይሻራዊ ትካል ንክፃረዩን ፋሽስቲ ኣብዪ ኣሕመድን ውልቀ መላኺ ኢሳያስ ኣፎርቅን ድማ ተሓተትቲ ንክኾኑን ከም ቅድመ ኩነት ከም ዘቐመጠ ኣፍሊጡ ኣሎ። ቢቢሲ ብወገኑ መንግስቲ ትግራይ ተኹሲ ጠጠው ንምባል፣ ሰብኣዊ ሓገዝ ብዘይገደብ ንኽከፋፈልን ከም ኤሌክትሪክ ዝበሉ ዝተቋረፁ መሰረታዊ ግልጋሎት ብዘይ ውዓል ሕደር ናብ ንቡር ንኽምለሱን ከምዘተሓሳሰበ ሓቢሩ'ሎ። ብዘይካ'ዚ ኩሎም ፖለቲካዊ እሱራት ተጋሩን ፈቐዶ ኣብያተ ማእሰርቲ ዝርከቡ ኣባላት ሰራዊት ምክልኻል ሃገር ዝነበሩ ተወለድቲ ትግራይን ብቕልጡፍ ንኽፍትሑ ተቋሪጾም ዘለዉ ግልጋሎት ኤሌክትሪክ፣ ቴሌኮሚኒኬሽን፣ ባንኪ፣ ጥዕናን ትምህርትን ንኽጅመሩ መንግስቲ ትግራይ ኣተሓሳሲቡ'ሎ ዝበለ ሮይተርስ፣ ኣብ ትግራይ ዝተፈጸሙ ገበናት ኲናት ውድብ ሕቡራት ሃገራት ብዘጣየሾ ዘይሻራዊ ኣካል ንኽጻረዩን ከምኡ'ውን ተግባራውነት እዞም መንግስቲ ትግራይ ዘቐመጦም ቅድመ ኩነት ዝከታተል ዓለምለኻዊ ትካል ንኽጣየሽን መንግስቲ ትግራይ ከምዝሓተተ ሓቢሩ'ሎ።

ብቕልፅምና
ፈፀምና ዘይጠወ ዘይጥወ ብሓይሊ መንገዲ ዝሕግም ኣብ ነሰግሮ ብብልሃት ነሰግሮ ብዓቕሊ
ናብ ካልኦት ዜናታትና ክንሰግር ሓየት ሰራዊት ትግራይ ብዘውረደሉ ከቢድ ወተሃደራዊ ስዕረት ኣብ ከቢድ ዓቕሊ ፅበትን ስንባደን ዝርከብ ፋሽስቲ ኣብዪ ኣሕመድ ኣብ ዝቕነ ዳግም ዝጀመሮ ማእሰርትን ምዕፃው ትካላትን ተጋዲዱ ከም ዝቐፀለ ተገሊፁ ኣሎ ኣብቲ ዝሓለፈ ሰሙን ዳግም ዝጀመረ ማእሰርትን ምዕጻው ትካላትን ካብ ከተማ ኣዲስ ኣበባን ካልኦት ክፋላት ኢትዮጵያን ብዝኸፍአ መልክዑ እናተጋደደ ከም ዝርከብ ምንጭታትና ሓቢሮም። ብኻልእ ወገን ፋሽስቲ ኣብይ ኣሕመድ ኣብቲ ዝሓለፈ ሰሙን በይናዊ ምቁራፅ ተኹሲ ኣዊጀ ኣለኹ ካብ ዝብል ጀሚሩ ኣብ ትግራይ ዝተኸፈቱ ሒሳባት ባንኪ ክድስክሉ ከም ዝተገብረ ጋዜጠኛ ሮይተርስ ፀብፂቡሎም። በዚ ድማ ብዙሓት ኣሽሓት ዝቑጸሩን ኣብ ትግራይ ሒሳብ ባንኪ ከፊቶም ኣብ ዝተረፋ ከባብታት ኢትዮጵያ ዝንቀሳቐሱን ወገናት ገንዘብ እናሃለዎም ኣደዳ ጥሜት ክኾኑ ከም ዝተገብረ ተፈሊጡ ኣሎ። ፋሽስቲ ኣብይ ኣሕመድ ቅድሚ ሸሞንተ ኣዋርሕ ኣብ ትግራይ ወራር ምስ ፈጸመ ተመሳሳሊ ስጉምቲ ብምውሳድ ኣብ ዝተፈላለዩ ከባብታት ኢትዮጵያ ዝነበሩ ወገናት ንዝኸፍአ ጸገም ከም ዝተዛጥሑ ዝዝከር እዩ። እዚ ከምዚ ኢሉ እናሃለወ ፋሽስቲ ኣብይ ኣብ ዝሓለፈ ሰሉስ ንጋዜጠኛታት ኣኪቡ ኣብ ልዕሊ ህዝቢ ትግራይ ብዕሊ ዘርኣዊ መደረ ካብ ዝገብር ጀሚሩ ሰበ ስልጣንን ደገፍትን እቲ መራሒ ኣብ ልዕሊ ተጋሩ ምፅናት ዓሌት ንክፍፀም ሓደገኛ ዝኾነ መልእኽትታት እነሕልፉ እዮም። ኣብ መወዳእታ ሱዳን ኣብ ትግራይ ዘሎ ቅልውላው ንከኽትም ምስ ኩሎም ኣካላት ዞባውን ዓለም ለኻውን ትካላት ንምስራሕ ቅሩብ ከም ዝኾነ ገሊጹ ኣሎ። መንግስቲ ሱዳን ኣብ ትግራይ ዘሎ ኩነታት ኣዝዩ ከም ዘተሓሳሰቦን ኣብዚ ጉዳይ ንምልዛብ ድማ ንሓላፊ ሉዓላዊ ባይቶን ቀዳማይ ሚኒስተር እታ ሃገር ሓዊሱ ላዕለዎት መራሕቲ እታ ሃገር ከም ዘተኣከቡ ሱዳን ትሪቡን ሓቢሩ ኣሎ። ድሕሪ እቲ ኣኼባ መንግስቲ ሱዳን ኣብ ዘውጽኦ መግለጺ ኩሎም ወገናት ነቲ ቅልውላው ብሰላማዊ ኣገባብ ንኽፍትሑ፣ ኣብ ዙርያ ጠረጴዛ ኮይኖም ኣፈላላዮም ብዘተ ንክፈትሑን ሰብኣዊ ሓገዝ ድማ ብዘይገደብ ክከፋፈል ንኽገብሩን ጻውዒት ኣቕሪቡ'ሎ። ብተወሳኺ ሱዳን ኣብ ትግራይ ዘሎ ቅልውላው ንምፍታሕ ምስ ኩሎም ተጻባእቲ ሓይልታትን ዞባውን ዓለምለኻውን ኣካላት ንምስራሕ ቅርብቲ ከምዝኾነት መንግስቲ'ታ ሃገር ኣረጋጊጹ'ሎ። ቀዳማይ ሚኒስተር ሱዳን ዓብደላ ሃምዶክ፣ ሱዳን ኣብ ትግራይ ዘይተገደበ ምክፍፋል ሰብኣዊ ሓገዝ ንክህሉ፣ እቲ ቅልውላው ድማ ቀዋሚን ሓፈሻውን ተኹሲ ጠጠው ምባል ብምግባር ሰላማዊ መዕለቢ ንክረክብን ንኹሎም ወገናት ዘካተተ ሃገራዊ ዘተ ንክካየድን ከምትደሊ ሃገሮም ድማ ነዚ ዘድሊ ሓገዝ ከምትገብርን ኣረጋጊፆም ኣለው። እምበኣር ከዚ ዝኸበርኩም ተመልከትና ንሎሚ ዝሓዝናልኩም ዜና ንሕና እውን ኣብዚ ወዲእና ኣለና። ኣብ ኻልኦት ተመሳሰልቲ ዛዕባታት መሊስና ክንጋነ ኢና። ክሳብ ሽዑ ሰላም። ሃለዋትናን ድሕንነትናን ብቕልጽምና! ትግራይ ትስዕር!